ኣታ ቁሩብ ክንጠቅስ ካብቶም ጀጋኑ ንታሪኽ ሃገር ሓበን ዝኾኑ ክሳብ ዝትንተን በብእዋኑ

እዚ መልእኽቲ እዚ ድማ ንነፍሲ ወከፍ ኤርትራዊ ብተገዳስነት ክዓየሉ ዝግበኦ ከም ምዃኑ መጠን ካብ ገለ ደረስቲ ብፍላይ ተስፋየ ገብረኣብ ከምኡ ውን ኣብ ሜዳ ኤርትራ ንወተሃደራት ኢትዮጵያ ወኪሉ ክዋጋእ ዝመጸ ምሁር ከም ምሁር ኮይኑ ዝሃርምን ተጋዳላይ መጽሓፍ ዝሓተመ ደራሲ ማሞ ካብዚ ብምብጋስ ንኣብነት ሓደ ካብቲ ነዚ ናይ ሕጂ ቪድዮ ብተገዳስነት ኩልና ቆላሕታ ክንገብረሉ ኣለና ኢለ ዝተበገስኩሉ ምኽንያት ወይ ከም ኣብነት ናይ ተስፋይ ገብረኣብን ከምኡ ድማ ናይ ማሞ ኣቶ ማሞ ማለት ደራሲ ብዙሕ ታሪኻት ኣብ ኤርትራ ኣብቲ ናይ ኣርባዓታት ጀሚርካ ዋላ ድሕሪኡ እውን ድሕሪቲ ብረታዊ ቃልሲ መወዳድርቲ ዘይብሎም ዓበይቲ ጅግንነታትን ካብ ወለዶ ናብ ወለዶ ክመሓላለፍ ዘለዎ ሰፍ ዘይብል ታሪኽ ገና ዘይተበርበረ ዘለዋ ሃገር ከም ምዃና መጠን ኤርትራ እቶም ክደርሱ ዝኽእሉ ወይ ሰብ ታሪኽ ግን ከይሰነድዎ ብዙሓት ጀጋኑ ኤርትራውያን ኣያታትናን መዘናን ኣሕዋትናን እንዳሓለፉ እቲ ታሪኽ ድማ ነዚ ሕጂ ንብፍላይ ንመንእሰይ ወለዶ ኣተኪረ እየ እዚ ሓበሬታ እዚ ክብ ዝበልኩሉ ምኽንያት መንእሰይ ኩሉ ግዜ ትኩስ ሓይሊ እሞ ኸኣ ናይ ሓንቲ ሃገር እቲ ዝለዓለ ክፋል ናይቲ ሕብረተሰብ ከም ምዃኑ መጠን ንምዕባለን ንቅርሚት ክደፍእ ዝኽእል ናብ ሓደ ሕብረትሰብ ክፈጥር ክምህዝ ከማዕብል ዝኽእል መንእሰይ ስለዝኾነ መንእሰያት ድማ ነዚ ዘይ ገና ዘይተበርበረ ዘሎ ታሪኽ ኤርትራ ኣብ ምዕያይ ኣብ ምጽሓፍ መጽሓፍቲ ምጽሓፍን ነቲ ታሪኽ ናይ ኤርትራ ውን ብዝተኻሎም መጠን ክስንዱን ካብ ዘለኒ

ኣብ ኔጎሼት ክንገብር ከለናስ ዝተምሃረ ኣይነበረን ኤርትራውያን ኢሎም ጽሂፎም ራብዓይ ክፍሊ ዝሃለፈ ዘይብሎም ስልጡናት ዘይኮኑ ኢሎም እዮም ጽሂፎም ኣብዚኣ መጽሃፍ ዝገርመኩ ታሪካት ኣለዉ ናይ መጀመርያ ጀት ኣብራሪ ናይ ኢትዮጵያ ኤርትራዊ እዩ ወልደ ዮሃንስ ኮሎኔል ወልደ ዮሃንስ ካሕሰ ማይ ማይ ምነ ማይ ወይኒ ዝገርም ሰብ ስኢኖም ነይሮም እታ ጀት ጸሊም ህዝቢ ጀት ከብርር ኣይክእልን ኢሎም ሰብ ተሳኢኑ እሱ በይኑ ኣትዩ ሃይለ ስላሴ ጠጠው ኢሎም እንታይ ዘረባ ገይሮም እዚኣ ጀት ብሰላም እንድህር ዓሪፋ ኢሎም ደቅና ናብ ኣሜሪካ ንትምህርቲ ክንሰድድ ኢና እዚኣስ ንኢትዮጵያ ወሳኒት እያ ናብ ጀት ንምእታው ኢሉ ይክእላ ድዩ ኣይክእላን ክጸፍ ከሎ እቲ ጋዜጠኛ ገሊኦም ዓይኖም ኣሚቶም ነይሮም ይወድቅ ድዩ ኣይወድቅን ኢሎም እዚኣ እንዳጸሃፍኩ ከለኩ ዝገረመኒ ናይ ወልደ ስላሴ እዩ ናይ ወልደ ሃንስ እንዳገረመኒስ ወልደ ስላሴ ድማ ረኪበ ግን ጣልያን እያ እታ ብእንግሊሽ ንሽተይ ረኪበ እያ ቀዳማይ ዓለም ጦርነት ይዋጋእ ነይሩ ብፓይለት ነይሩ ኤርትራዊ ካብዚ ዘይወፀ ዓይነት በዓል ሞያ የሎን። እዚ ኩሉ ሓቢኦም ብፍላይ ጣልያን ምስ ከደ ሰብ ዝበሃል ኣይነበሮምን። ኤርትራውያን እዮም ኣሰጋጊሮማ። እንታይ ገይሮም? ፅቡቅ እዩ ግን ኩሉ ክሒዶሞ። የኢትዮጵያ ኣየር ሃይል ኣብ ዝብል ሽዱሽተ ሚእቲ ፔጅ ዘለዎ መፅሓፍ ሃቢኦሞ ናይዚ ናይ ወልደዮሃንስ። ቀዳማይ ጀት ኣብራሪ ከይበሃል ሃቢኦሞ ታሪክ ምዝላል ንብሎ እዚ ማለት ማጠልሸት ተጠልሾ ሽሙ ተክፍኦ ትነጥሮ ናትካ ድማ ናይ ሃሶት ትገብር እዚኣ ብመደብ እያ ትስራሕ ብፕሮፈሰራት ይኩን ብታሪክ ጸሃፍቲ ብመደብ እንዳፈለጡ ብመደብ ኣለኹ ዳርጋ ናይ ህቦ ድምጻዊ በረኸት መንግስተኣብ ኣብ ታሪኽና ዝተመርኩሰት ሳውን ንእሽተይ መግለጺ ዘለዋ ደርፊ ብምስማዕ ኣኸቲለ እውን ናይ ተስፋየ ገብረኣብ ብዛዕባ ታሪኽናን ዝኽሰብ ዘሎ ኣብ ልዕሊ ታሪኽና ወራርን ነቲ ታሪኽ ንምሕሳስን ዘየለ ታሪኽ እናፅሓፍካ ብገለ ገለ ፕሮፌሰራት ኢና ዝብሉ ወይ ምሁራትን ሊሂቃትን ወይ ናይ ፈላጣት ኢና ዝብሉ ነቲ ናይ ታሪኽ ናይ ኤርትራ ኮነ ኢልካ ንምህሳስ ወይ ዘይ ናቱ መልክዕ ንምትሓዝን ዝግበር ፈተነታት ብምህላዉ ስለ ዘይፈልጡ ዘይኮነስ ኮነ ኢልካ ኮነ ኢልካ ዝስርሓሉ ስርሒ ብምዃኑ ንሕና ከኣ ከም ኤርትራውያን መጠን ነዚ ዘይተበርበረን ዘይተዳህሰሰን ገዚፍ ዝኾነ ካብ ጥንቲ ካብቲ ናይ ኣርባዓታት ጀሚሩ ድሕሪ እቲ ብረታዊ ቃልሲ ዝተኻየደሉን በብግዚኡ እውን ኣንጻር እቲ ናይ ኤርትራዊ መንነት ከመይ ጌርካ ኤርትራውያን ከፋፊልካ ነንሕድሕዶም ታሪኾምን ከምዚ ኣቐዲሱ ኣቐዲሙ ዝተጠቕሰ ብዝተፈላለየ ጸሓፍቲን ፕሮፌሰራትን ወይ ዶክተራትን ምሁራቲን ናይ ታሪኽ ተመራመርቲ ነብሃልቲ ዘየለ ታሪኽ እናጸሓፍካ ታሪኽ ከዘንብዑ ዝፍትኑ ዘሎ መድረኽ ነፍሲ ወከፍ ዓቕሚን ክእለትን ዘለዎ ብምጽሓፍ ነቲ ክነግር ዘለዎ ዝፈልጦ ታሪኽ ድማ ብምግላጽ ነቲ ሓድሽ ወለዶ ኤርትራ ታሪኽ ኤርትራ ብግቡእ ክሰንቕን ክመሓላለፈሉን ካብ ዝብል እየ ነዛ ቪድዮ ዝሰርሐ ዘለኹ። እዚ ክብል ከለኹ ንኣብነት ብፍላይ ነታ ደራሲ ኣብ ወታደራዊ ወታደር ናይ ደገ ኮይኑ ተማሪኹ ተማሂሩን መምህርን ኮይኑ ድሕሪኡ ውን ስጋብ ተጋዳላይ ኮይኑ ስጋብ ድሕሪ ናጽነት ዝነበረ እሞ ኸኣ ብዛዕባ ናይ ታሪኽ ዝነበሮ ኩሉ ዝሓለፎ ብመንገዲ መጽሓፍ ሰኒዱ ብኣምሓርኛ ብምቕራቡ እቶም ዋና ተዋሳእቲ ናይቲ ታሪኽ ግን ንኸምዚ ዝኣመሰለ ታሪኽ ክንስንድ ብዘይምብቃዕና ካብዚ ብምብጋስ ነፍሲ ወከፍ ኣብቲ ዝነበሮ ከባቢን ኣብቲ ንሱ ዝነበረሉ ኩነትን ክሕብሮ፣ ክገልጾ፣ ከተሓላልፎ ዘለዎ ንወለዶ ታሪኻት ንኸተሓላልፍ ንምልባው እዩ። ካብዚ ብምብጋስ ድማ እንታይ ክብል ደልየ ንኣብነት፣ ሓደ ንሱ እዚ ከም ታሪኽ ብጽቡቕ ኣቀራርባ እሞ ከኣ ከም ኤርትራዊ ኢትዮጵያዊ ንህዝቢ ኢትዮጵያ ውን ንሱ ብኡ ሓደ ኤርትራዊ ክጽሕፎ ከሎን ሓደ ናይ መቦቆል ኢትዮጵያዊ ዘሎ ክጽሕፎ ንተኣማንነቱ ሓደ ስለ ዘይከውን ነዛ መጽሓፍ እዚኣ ብምጽሓፉ ብጣዕሚ ማለትሲ ኣድንቆት ይግብኦ እንተኮነ ግን ንሕናከ እንታይ ክንገብር ኣሎና ካብ ዝብል ንኣብነት ኣብ ሽሕን ትሽዓተ ሚእትን ሰማንያን ሽዱሽተን ማነ ካብ ሜዳ ናብ ካርቱም ኣብ ዝነበርኩሉ እዋን ብናይ ምክንያት ጥዕና ንወፃኢ ንክከይድ ናይ ፓስፖርት ምስላጥ ኣብ ዝጽበየሉ ዝነበርኩ እዋን፣ ኣሽማቶም እኳ ሕጂ ክዝክሮም ኣይክእልን፣ ግን ኣብ ሓንቲ ክፍሊ ብሓንሳብ ዝነበርና ሓደ መቶ ኣለቃን ሓደ ኮረይለን ካብቶም ናይ ምሩኻት ኣብቲ እዋን'ቲ ኣብ ኣራርብ ወይ ኦሮታ ዝነበሩ ንወጻኢ ንኽኸዱ ነቶም ኣብኡ ዝነበሩ ኣዝዮም ብዙሕ ዝኾነ ቁጽሪ ምሩኻት ናይ ኢትዮጵያ ኣብ ማሕበራዊ ሰብ ዓለም ብምኻድ ወይ ብቀይሕ መስቀል ንዕኦም ዝቕበሉ ንክሓቱን ደገፋት ንክገብሩሎም ይንቀሳቐሱ በቲ ውድብ ደገፍ ተገይሩሎም ንወፃኢ ከምዝኸዱ ይፈልጥ እንታየ ሕጂ ንኣብነት እዚኣቶም ድሕሪኡ እንታይ ክስታይ ገይሮም ኣፍልጦ የብለይን ግን እንታይ ንምባል እየ እቲ ውድብ ኣብ ልዕሊ ምሩኻት ንዘለዎ ኣተሓሕዛን ታሪክ ሓደ ካብቲ ኣካል ናይ ታሪክና እዩ ብዛዕባ እዚ እውን ዝገለፅናዮ ወይ ብኣና ብኤርትራውያን ዝግለጽ ብዙሕ ነገር የለን ንኣብነት ሲ ኣብ ዘለናዮ እዋን ብዙሕ ግዜ ብዛዕባ ወታደር ኤርትራ ወይ ሰራዊት ኤርትራ ብዙሕ ግፍዒ ፈጺሙ ከምዚ ገይሩ እዚ ገይሩ ይበሃል ግን እቲ ባህርን ኣቃውማን ዲስፕሊን ናይ ኤርትራዊ ወታደር ወይ ተጋዳላይ ናይ ቅድም ሕጂ ውን ወታደር ከመይ ምዃኑ እዚ ሕጂ ካብታ ማሞ ዝጸሓፋ ሓደ ኣገዳሲ ዝኾነ ንዕኡ ዝሕብር ንዕኡ ዘርጉድን ሓደ ኣገዳሲ ታሪኽ እዩ እሞ ካብዚ ብምብጋስ ድማ ንሕና ነቲ ዘለና ዝተጨበጠን እንፈልጦን ነገር ኣጸቢቕና ብመጽሓፍ መልክዕ ድዩ ብድራማታት ድዩ ብዝተፈላለየ ነገር ናብ ወሎዶታትና ንክነሕልፍን ነቶም ነዚ ኣዘንቢዖም ታሪኽና ዘይነበረ ዘየለን ካሊእ ታሪኽ ከምስልዎ ዝፍትኑ እውን ነዚ እውን ንሕና በቲ ንፁር ናህና ታሪኽ ንክነፍልጥን ናህና ተራ እዩ እሞ እዚ ናይ ነፍሲ ወከፍ ሓላፍነት እዩ ንውልቀ ሰባት ዝግደፍ ኣይኮነን ነፍሲ ወከፍና ክንበርትዕ ክንጽዕር ኣለና እንዳበልኩ ሕጂ ውን ሓጻር ናይ መሰጋገሪ ግዜ ክምለስ እየ።
ታሪኽ ሃገር ነዊሕ ሰፊሕ
ደራሲ ማሞ ኣፈታ ገጻት መጽሓፍ ሰለስተ ሚትን ሰብዓን ዕለተ ማሕተም መስከረም 221 ቤት ማሕተም ሰንትራል ፕሪንቲን ፕረስ ኣዲስ ኣበባ እዚ ዛንታ ፍሉይ ናይ ታሪኽ መጽሓፍ እዩ ዝኾነ መጽሓፍ ታሪኽ ሒዙ እዩ ናብ ነባቢ ዝቐርብ። ኩሉ ዛንታ መጽሓፍ ክኸውን ስለ ዘይክል ግን እቲ ዛንታ ፍሉይ ክኸውን ይድለ። ፍሉይነት ናይዛ ብማሞ ኣፈታ ዝተመረቐት መጽሓፍ ኣብ ታሪኽ ኤርትራን ኢትዮጵያን ኣብ መንጎ ተጋዳሊትን ሙሩኽ ነበር ተጋዳላይን ዝተራየ ናይ ፍቕሪ ዝምድና ጥራይ ዘይኮነ እቲ ቀንድን ኣገዳስን ውግእን ኩናትን ንዘስዕቦ በሰላን ኣተሓዛ ሙሩኻት ብዓይኒ ሙሩኽ ነበር ተጋዳላይን ምስክርነት ዝህብ ምዃኑ እዩ። ነዚ ታሪኽ ረዚን ዝገብሮ፣ ነቲ ብሰሪ ግፍዕታት ስርዓታት ኢትዮጵያ ኣብ ልዕሊ ኤርትራውያን ዝተፈጥረ በሰላታት ተቐቢሉ ንምሕዋዩ ዝሕግዙ ኣደነቕቲ ዛንታታት ብምቕራብ እጃሙ ከበርክት ዝጽዕር ምዃኑ እዩ። ዝወደቐ ንኽንተክል ከይፈለጥና ዓዲ ውዒት ዘይሕውስ ወላ መጽሓፍ ኣንቱ በእናት ኣብ መንጎ ከም ጸላእቲ ጥራይ ዘይኮኑ ህይወቶም ንኽማናጠሉ ብረት ዝዓጠቑ ተጋዳሊት ህዝባዊ ግንባርን ወተሃደር ደርግን ዝተፈጥረ ኣገራሚ ናይ ፍቕሪ ክስተት ዝትርኽ ዛንታ ሒዛ'ያ ናብ ሕትመት ቀሪባ ዘላ። እዞም ክልተ ተጻመድቲ ኣብ ክልተ ጫፋት ናይ መረዳእታታትን መትከላትን ጸኒሖም እዮም ድሕሪ ምምራኽ ማሞ ናብ ዝምድና ዘበሉ። ጸሓፊ ማሞ ኣፈታ ነዚ ፍሉይ ዛንታ ምስ ዛንታ ውግእን ኲናትን ኣዛሚዱ ታሪኽ ጽሒፉሎም። ኲናት ዝካየድ እኮ ኣማስይኡ ሰላምን ዓወትን ፍቕርን ራህዋን ምስፋን እዩ ዝብል እምነት ዘለዎ ደራሲ ማሞ ኣፈታ ነቲ ታሪኽ ገድልን መስተንክራቱን ብፍቕሪ እናቖሰ እዩ ከምቲ ክሸን ገይሩ እዚ ታሪኽ ጆቴ ዝተባህለ ካብ ድኻ ስድራቤት ዝተወልደ ምምሃር ገንዘብ እኳ ዝሰኣነ መንእሰይ ካብ ኢትዮጵያ ክፍለ ሃገር ወለጋ ከተማ ደብረ ብርሃን ናብ ኣዲስ ኣበባ ስራሕ ንምድላይ ስዒቡ ድማ ናብ መዓስከር መሰልጠኒ ወተሃደራት ኣትዩ ብወጅ ሃላይ ንኤርትራ ናይ ዝዘመተ ታሪኽ እዩ። እዚ መንእሰይ እዚ ዝሓለፎም ናይ ህይወት ፍጻሜታት ሓደ ብሓደ ብጥዑም ኣዘናትዋ ተር ኣቢልዎም ኣሎ። ንሱ ካብታ ንሱ ጥራይ ዝውላዳ ወላዲቱን ካብታ ዝፈትዋ መማህርቱ ዝናሽን ጨካንን ቆራጽን ወተሃደር ክኸውን እየ ብምባል ተፈልዩ ናብ ዘይፈልጦ በረኻታት ሳሕል ዝዘመተ ፈታዊ ትምህርቲ ዝነበረ ሰብ እዩ። ኣብዚ ዛንታ እዚ ፍሉይ ሕብርታት ዘለዎም መስተንክራዊ ፍጻሜታት ገድልን ተተኽቲኾም ይርከቡ። ምፍልላይ ወጊድልና ዋልታ ሓድነት ከቲርና ካብ ኢትዮጵያ ናብ ኤርትራ ኣስመራ ብነፋሪት መጺኡ፣ ብቐጥታ ከኣ ነቲ ኣብ ኤክስፖ ዝካየድ ዝነበረ ግፍዕታት ኢትዮጵያ ኣሃዱ ኢሉ ምርኣይ እዩ ጀሚሩ ጆቴ። ነቲ ዘስካሕክሕ ግፍዒ ጸላኢ ብኣካል ብምዕዛብ ኣብ ልዕሊ ንጹሃን ኤርትራውያን ዝወርድ ዝነበረ ከዘንቱ በቒዑ እዩ። ኣብቶም ንጹሃት እሱራት ኤርትራውያን ዝረኣዮን ዝሰምዖን ቃንዛታት ኣመልኪቱ ከምዚ ኢሉ ኣሎ። እታ ብሽሕን ትሽዓተ ሚእትን ስሳን ትሽዓተን ዝተኸፍተት ኤክስፖ ኣዝዮም ንመዘናግዒ ዝዀኑ ዘብረቕርቑ ህንጻታት፣ ቪላታትን ባዛር ዝረኣየሉ ኣዳራሻትን ክትከውን ዝተመስረተት እያ ዝነበረት። ሰራዊት ዝኣትዎ ቦታ ካብ ዕንወት ዝጎትኦ ስለ ዘየለ ግን፣ ወተሃደራት ምስ ኣተውዎ ምውዓልን መጨፍጨፍን እሱራት መራገፊ ወተሃደራዊ ኲናት ኰነት። ኣስመራ ንመን ከም ትኸስስ ጠፊኡዋ ኮርያ ነበረት። ካልእቲ ሮማ ዝተባህለላ ኣስመራ ደቃ ዝሳቐዩላ ኰይና ነይራ ይብል። ብድሕሪ እዚ ካብ ኤክስፖ ንኸረን ምስ ወረደ ዝፋን ጋል ውቕሮ ምስ ዝተባህለት ተላልዩ ንመንፈሱን ኣተሓሳስብኡን ካብ ዝቐየሩ እምነት ፍቕሪ ካብ ዝለገሰትሉ ጓል ሂዋን እያ። እዛ ሰብ እዚኣ ነቲ ዘይትፈልጦ ወተሃደር ብዓይኒ ፍቕሪ ጠሚታ ምስ ቀረበቶ ጆቴ ብኣባላት ደርግ ክጥርጠር ጀሚሩ ነይሩ። ንሱ ባዕሉ እውን ናይ ህዝባዊ ግንባር ሰላዪት ክትከውን ከም እትኽእል እናተጠራጠረ እዩ ለጊብዋ። ኣማስዩ ኣነ ናብ ኣፍዓበት ናብ ኲናት ይኸይድ ኣለኹ እሞ ንስኺ ድማ ዓድኺ ኺዲ ብምባል ካብ ከረን ነስመራ ንመቐለ ንኽትከይድ ናይ ነፋሪት ሂቡ ሰደዳ። ዙፋን ክትፍለዮ ኸላ እዞም ሰባት ይጠማመቱ ኸለዉ ካብ ብናይ ወገን ሰራዊት ትቕተል ናብ ህዝባዊ ግንባር ኬድካ ኢድካ ሃብ ሓደራ ኢላ ተበገሰት። ንሳ ናብ ኣስመራ ንሱ ናብ ኣፍዓበት።
ኣብ ዓለም ዝለዓለን ዝኸበረን ህዝቢ እዩ። ዕድሉ ባዕሉ ንምውሳን ድማ ክቡር መሰል ኣብቲ ዛንታ ንጆቴ ኣብ ኣፍዓበት ዘጋጠሙ ሕልኽላኻት ማእለያ ከምዘይብሎም ይትርኽ። ብፍላይ ድማ ኣብ ኣፍዓበት ዝተኻየደ ኲናት ምስ ተሳተፈ ትርጉም ኲናት ኣስካሕክሖም። ንዂናት ከኣ ብኸምዚ ገለጾም። ናይ ኩናት ሕማቕ ነገሩ ሂወት ምውሳድን ንኣካለ ጎደሎ ምምራኽን ምግዳዱን ጥራይ ኣይኮነን። ሃብቲ ሃገር እዩ ምዝሕቕ። ኣብ ዓውደ ውግእ ዝቃጸላ ታንክታት፣ ተሽከርከርቲ፣ ጥይትን ቦምባን፣ ፈንጅን ኣርቢጅን፣ ታሪማ እትወድቕ ኣውሮፕላን፣ ካብታ ኣውሮፕላን ዝስንዶ ቦምባታት፣ ንሰራዊት ዝቐርብ ቀለብ፣ ኣልባሳት ጠበንጃ፣ ጥይት፣ ወዘተ ብገንዘብ ዝመጽእ እዩ። ሃገር ኣብ ናይ ድኽነት ጉዕዞ እናኸደት፣ ሃብታ ፈቐዶ ጉቦታትን ስንጭሮታትን ይዝሮም። ኲናት ኣሰቃቕን ኣዕናውን እዩ። ኢትዮጵያ ኣብ ግዜ ደርግን ቅድሚኡን ኣብ ዝገበረቶ ኲናት ዘውጽኣቶ ወጻኢታት ናይ ዕቤት ልጓማ ንድሕሪት ሲሒቡ ኣብ ናይ ድኽነት ሓለንጊ ኣስጢምዋ እዩ። እዚ ድማ ታሪኽ ዘይርስዖ በሰላ እዩ ይብል። ጆቴ ኣብ ኣፍዓበት ምውጋእ ተጓኒፎ ኢዱ ንህዝባዊ ግንባር ሃበ። ህዝባዊ ግንባር ኣብ ሞሮኻ ዝነበሩ ኣረኣያ ብኣካል መስኪሩን ምሂሩን ንምስክርነት በቒዑ ይርከብ። ዝሓለፎም መስተንክራት ከበድቲ ነይሮም። ኣብ ብሌቐት ናቕፋ ሕሽ ክብ ዓራርብን ሓልሃልን ኣብ ዝተፈላለዩ በረኻታት ሳሕል በርኩትና ሰሪሑ። ኣብ ስርሓት ጽርግያ ብድሆን ሸንኮሌትን ተሳቲፉ ከም መምህር ምሩኻት ኮይኑ ወተሃደራት ደርግ ክምህርን ከንቅሕን ህይወቱ ኣሕለፎ። ኣብ መጨረሻ ከኣ ብሓንቲ ተጋዳሊት ተፈትወ። እዚ ፍሉይ ሕቶ'ዚ ልዕሊ ጎቦታት ሳሕል ከበዶ። ብመትከል ህዝባዊ ግንባር ምስ ረኣዮ ግን ፍትሓውን ነጻ ሕርያ ሰብን ምዃኑ ኣስተውዓለ። ገላየ ዝብል ሳጓ ዝነበራ ተጋዳሊት ንዝምድና ሓተተቶም። እቲ ካልእ ገድሉ እምበኣር ካብዚ ይጅምር። ምስ ግፍዕታት ሰራዊት ኢትዮጵያ ኣተኣሳሲሩ ህዝብን ተጋደልትን ኣብ ልዕሊ እቲ ገዛኢ ስርዓት ደርግ ዝሓረነ ነበረ። ንቕሓተ ሕልና ውልቅን ውድብን ብማዕረ ክደላደል ንቡር ኣይኮነን እሞ ነቲ ዝምድና ዝጻባእ በጃቕታታት ንኽልቲኦም ድቃስ ከልኦም። ፍቓድ ኣምላኽ ኮይኑ ግና

ናብ ስድራ ቤት ገላየ ኣተዉ። ስድራ ቤት ገላየ ኣብ መጀመርያ ቂር እኳ እንተ በሎም፣ ድሒሩ ግና ነቲ ዝተወስደ ተበግሶ ክንእዱ እዮም ተራእዮም። እዞም ክልተ ፍቑራት፣ ድሕሪ እቲ ፖለቲካዊ ሕጽቦ ዝመጹ፣ ተስፋ ሰላምን ስኒትን ሃገራትን ህዝብታትን ኤርትራን ኢትዮጵያን ክኾኑ ይኽእሉ እዮም። መን ይፈልጥ፣ ተስፋ ሰላምን ፍቕርን ኣፍሪቃ ክኾኑ እውን ይኽእሉ እዮም።